ሰላም ኣሕዋት ኣብ ናይ ለማዓንቲ ፊድዮና ኣብዚ ማሕበራዊ ሚድያ ሓደሽን መዘራረትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ ንኽረኣየሉ ኢሎም እዮም ዝገብርዎ ነቲ ህዝቢ ሰዲድና ኣብቲ ዩቱብ ውን ዲስላይክ ጌሩ ከም ዘጽልሎም ክንገብር ንኽእል ኢና። ሕጂ እቲ ዊንታ ትብሃሊ ካናዳ ከይትክሊ ክኣ እስኺ ጽቡቅ ምሕዝነት ሪኤልኪ ኣለኩ ካብ ሚለን ሃይሉ ተማሃሪ። ባባይ ብሂወት የለን። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ያው ሰላም ሰላም ዝኸበርኩም ናይ ረመይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈትወኩም ተኸታተልተይ ሮማይ ናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሰይ ሰኣን ብምቕፃል ናይ ልምዓት ሽድና ከም ዝተለመደ ክንስዕ ክንጫወት ኣብዚ ማሕበራዊ ሚድያ ሓደሽ ዘሎ ነገራት ክንርኢ ሕፅር ምጥን ዘለት ቪድዮ ሒዝና መፂና ኣለና ከም ዝተለመደ ነዚ ቻነ እዚ ሓደሽ ዝኾንኩም ሳተሃሊኹም እንታይ ፅበዩ ኣለኹም ሰብስክራይብ ምግባር ቤተሰብ ኹኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ምታ ክትበጽሕ ላይክ ሸር ምግባር የንርስዕ ሕዚ ናብ ቪድዮና ከእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸሪ ዝሓትት ሰናይ ጻንሒት እሺ ኣሕዋት ምስ ቪድዮና መጀመር ኮነና ብዚኣ ንጀምር ምረቓ እዩ ኣሜን ማልኩም ከይትርሶ ኣሜን እንተ ኢልኩም እስኪ ምርቐኩም ድቃስኩም ድቃስ ያይቆብ ይግበረልኩም ካብ ኣምሳል ሞት ዝኾነ ድቃስ ሌሊት እግዚኣብሔር ብሰላምን ብጥዕናን ምስ ዓይኒ ብርክኹም ናብቲ ሓዳስ መዓልቲ ጽባሕ የርእኹም ብሰላም የተንስእኹም ተንሲእኹም ድማ ቅድሚ ዝኾነ ነገር ምግባርኩም ፈጣሪኹም ተመስገን ኢልኩም ከተመስግኑ የብቅዕኹም።
እግዚኣብሄር ይባርኩም። ኩላትኩም ነዛ ድምፂ ትሰምዑ ዘለኹም ኣሜን በሉ። የቀኒየለይ ኣሜን ኣሜን ማሊ ንረስ ኣሕዋት ምረቃ ፅቡቅ እዩ ሽሮ ምረቃ ፍቶ እዩ ከምዚ ከማይ እሺ ኣሕዋት ኣብ ሳይዶና ኣሎ ሓቆም እንዲዮም ደኣ ኣብ ላይፍ ተሰጢሖም ክውዕሉ ኣብ ላይቭ ማለት እዩ ጥኒ ዝኾነ ጆን ዝበሃል ገለስ ከምዚ ኣንበሳ ገለ ክወሃበኒ ገለ ምስ ረኣየኒስ ፎሎ መልስለይ ደልየክ ኣለኹ ገለ ኢልኒ ሽዑ ንምንታይ ደሊኻኒ ገለ ምስ በልኮ ደልየክ ኣለኹ ከዛርበክ ደልየ ገለ ኢልኒ ሽዑ ከምዚ ሕጂ ይኮርዕ ነይረ ሰይነበርኩን ፎሎ መሊሰሉ ገለ ሽዑ ቴሌፎን ክስደድለይ ገለ ቴሌፎን ሰዲደሉ ገለ ደዊልለይ እዚ ትወሃበዮ ገንዘብ እኮ እዚ ጊፍቲ ትወሃበዮስ ገንዘብ እዩ ገለገለ ኢሉኒ ናይ እንታይ ገንዘብ ገለ ሽዑ ማራ እዩ ከዓ ዝፀግመኒ ነይሩ ገንዘብ ዝበሃል ኣይነበረንን በቃ ማራ እዩ ዝሽገር ነይረ ምክንያቱ ካብ ፋሚሊ ወፅአ በቃ ማራ እዩ ዝፅግመኒ ነይሩ ሓቂ ዘረባ ሽዑ ግዜ ኣብ ከምዚ ቦዛ ኣብ ከምዚ ቦዛ ኣበይ ከሎት ገንዘብ ኣበይ ክሪኦ ክእል ገለ ኢለ ዋላ ኣበይ ኣሎስ ኣይፈልጦን ነይረ ሕጂ ቴሌግራም ደውሊ ስክሪን እንትን ግበርዮ ሽዑ ከርእየኪ ገለ ኢልኒ ሼር ግበርዮ ስክሪን ገለ ኢልኒ ሽዑ ከምዚ ከምዚ ከምዚ ኢልኒ ተረኣኹ ገለ ሽሕን ገለን ዶላር ኣለኪ ኢልኒ ሰንቢደ ናይዚ ኩሉ ግዜ ዝተኣኻኸበ ገለ ሽሕን ገለን ዶላር ኣለኪ ገለ ኢልኒ ኦኬ እሞ ክመፀኪ ሰፈረ ቤለኽ ገለ ፈሪሐ እዮ ከዓ ከምዚ ምሻል ከመይ ድዩ ገንዘብ ክኸውን ዝኽእል ገሌ ስማራ ተጣራጢረ ገለ ሽዑ ምስ ሓንቲ መሓዛ የላ ንኺድ እስከ ደሓን ገለ ኢልና ብስሳ ዶላር እያ ትመፅእ ነይራ ሽዑ እቲ ግዜ ናይ ሽሕን ገለን ስሳን ገለን ሽሕ ዶላር ሂብኒ ማለት እዩ ኦኬ ገለ እሞ እሺ ኣሕዋት ዝበሃል ኢሎም ትሰምዑ ኣለኹም ኢኹም ቲክቶክ ኣብ ላይቭ ክውዕሉ ከለዉ ሲ ኣታ ውፁ እንታይ እዮም እዚኦም ስራሕ ዘይብሎም ገለ ንብል ኣሽሓት ዶላር እዩ ዝስራሕ ኣለዎ ኣሕዋት ኣይተረደእኩምን ህዝሲ ህዝታይ ደቂ ሓተኩ መሲልኩም ህዝ ስራሕ ኢለ ኣነ ካብ ዩቲብ ናብ ቲክቶክ ተኣትየ ዝተቐበሉኒ ዲኹም ጊፍት ኣንበሳ እሺ ኣሕዋት ኣብዚ ማታ ኢሉና ኣለዎ ደስ በሃልቲ እሺ ንሕይ ሰጉ ሓፍትና ረኺብናያ ኣለና ንሰጉ ሓፍትና ከዓ ሕቶታት ክንሓታ ኢና ኩለን ተመልሻተን ድራር ካብ ወዲ ሃይለ

ምስላ እያ እዚኣ ላምሲ ብኢዳ ዝቐርባ ዳሽዳሽ በግራ ሽንድሓ ኦኬ ከም ሳልሰይቲ ሕቶ ኢልና ዘቕረብናያ ኸዓ ርእሲ ከተማ ናይጀርያ መን ትበሃል? ኣይጅምር

ሎሚ ጀርመን እንታይ ዝሓሸት እያ ንኣብነት ኣሜ- ካብ ኣሜሪካ እዩ ዝብል ዘሎ ኣሜሪካ ትራምፕ እንታይ ይገብር ኣሎ ትሪእዎ ኣለኹም ቅድሚ ሕጂ እውን ካናዳ ይብሉ ነይሮም እ፣ ካናዳ ኣከቢብ ከተሃላ ትሪእዎ ኣለኹም እተን ካልእ ሃገራት ከምኡታት ገለ ሎሚ እታ ዝሓሸት ሃገር ጀርመን እንዳ ኮይንታ ትመፅእ ዘላ ናይ ጀርመን ሲ ተመኒኻ ከማን ኣይርከብን እዩ እቶም ኣብ ካልእ ሃገር ዘለኹም እሞ ከይትቕርዩ ግን ብሓፈሻ ሲ ብፍላይ እዞም ኣብ ኤርትራ ኮይኖም ከምዚ ኢሎም ዝላገፁስ ገፅ ገለ ክንቦምስ የብልናን ሎሚ ብናይ ጀርመን ዝላገፁ ኣለዉ ጽባሕ ንግሆ ከኣ በቶም ኣብ ካልእ ሃገር ዘለኹ እዮም ክላገጹ። እሞ ከኣ ኣብ ኮሜዲ ገለ ተኸ ከይከውንሲ በቃ ከምዚ ፊልሚ ገለ ናይ ጀርመን ኢሎም ክላገጹ ከለውስ ማዕረ ክንደይ ወላ ምሻሉ ካብ ጸወታ ወጻኢ እንተ ርኢኻዮሲ ሞራላዊ ሃስያ እውን ክቕርብ ይኽእል እዩ ኣብ ልዕሊ መንእሰያት። ስለዚ ከምዚ ዓይነት ነገራት ብዙሕ ክንድግፍ የብልናን። ንኽረኣየሎም ኢሎም እዮም ዝገብርዎ። ነቲ ህዝቢ ሰዲድና ኣብቲ ዩቱብ እውን ዲስላይክ ገይሩ ከም ዘጸልሎም ክንገብር ንኽእል ኢና። ስለዚ እቶም ኣርቲስት ሲ እቲ ብደገ ዘሎ ህዝቢ እዩ ዘተባብዓኩም እሱ እዩ መራል ዝህበኩም መቸም ፊልምታትኩም ኣብ ውሽጢ ኤርትራ ኣብ ሲነማ ገለ ኣይኮነን ዝረእ ኣብ ዩቱብ እዩ ዝጸዓን ነዚ ኣብ ዩቱብ ዝጸዓን ከኣ ነቲ ኩሉ ሕብረተሰብ ክትሕውስዎ ክተቀራርብዎ እምበር ናይ ክስቶ ናይ ከምዚ እናበልኩም ክትላገጹ ሙድ ክትሕዙ ገለስ በቃ ክምልቅጭ ዘምጽእ ቀደም የስሕቕ ነይሩ ክኸውን ይኽእል ኢሎም እንዳበዝሐ ናይ ጀርመን ናይ ጀርመን ክመጽእ ከሎ ግን ቅጭ ዘምጽእ እሞ ስለዚ ብዝተኻእለ መጠን ስነ ስርዓት ዘለዎ ስራሕ ክትሰርሑ ዝሓሸ ኮይኑ ንዓይ ይስምዓኒ ላይክ ኣይትረስዑ እዛ ቪድዮ መታን ናብ ብዙሕ ናብ ብዙሕ ክትበጽሕ ኣየሳእለና ጋዜጠኛ ነሽነሽ ካብ ሃገረ ጀርመን ጀርመን ጀርመን እታ ዘይተረካቢት ጀርመን እታ ተረካቢት ሃገር ማለት እዩ ኣየሳእለና የቀንየለይ እሾሓ ታውሳይሉን ኣሎ ዝገርም ዛንታ ኣደየ ዝብል ንኣዶ ኤርትራዊት ጓላ ብውሕጅ መረብ ዝተወሰደታ ከም ዝተደረፈ እሺ እዚ ደርፊ እዚ ኣነ ብከመይ ነዶ ወኪለ መሲሉካ ሓንቲ ሓፍትና ቤተልሄም ጸጋይ ትበሃል ካብ ሃገረ ኤርትራ ናብ ትግራይ ናብ ኢትዮጵያ ብስግረዶብ ክትሰግር

ናብ ከባቢ ሰራዊት መከላከያ ዝነበሩ ናይ ኢትዮጵያ መከላከያ ዝነበርዎ ክልተ ሽሕን ሽዱሽተን ዓመተ ምህረት እዩ ዝነበርዎ ኣልዒሎም ወሲዶማ ንሳቶም ድማ ኣምጺኦም ናብ ከተማ ራማ ብር ሸዋ ሆስፒታል ኣምጺኦም ኣብኡ ስነ ስርዓት ናይ ምግናዝን ካልእ ተኻይዱ ሓደ በዓለ ዕድመ ጸጋ ሽመንዲ ወለ ዝበሃል ኣብ ገዛይ እንዳሓዘን ይፈቐደለይ ኢሉ ፈቒዱ ብስርዓት ኣብ ከተማ ራማ ኣብ ደብረ ገነት ቅድስቲ ማርያም ራማ ተቐቢራ ተፈቲሓ ክሳብ ኣርብዓ መዓልቲ በጊዕ ተሓሪድዋ ስነ ስርዓት ናይ ሓዘንን ናይ ቀብርን ኩሉን ተኻይድላ እዩ። እዛ ቆልዓ እዚኣ እዚ ከካይዱ ከለዉ ደቂ እቲ ከባቢ መናእሰይ ወይ ድማ ቆልዑ ብዘይ ቢሮን ወረቐትን ሕብረተሰብና ክንደየናይ ጥበበኛ ምዃኑ ብዘይ ቢሮን ወረቐትን ግጥምን ዜማን ፈልሲፎም ባዕላቶም እንዳደረፉ ኣደ እየ ኣቤላ ጓለይ ከይትብሊ ዋላኹ ኣብ ወሰን መረብ እየ ዘለኹ ኣይከድኩን ኣዲስ ኣበባ ብትግራይ ገራ ቆሪፃ ኣዲስ ኣበባ ትኣቱ በዲስ ኣበባ ኣየር ተሳፊራ ካናዳ ኣሜሪካ ኣውስትራልያ እየን ዝኣትዉ ስደተኛታት ኣብኡ እያ ትፅበ ዘላ እታ ኣዶ ገና ስልኪ ድምፂ ጓላ ክትሰምዕ ትፅበ ኣላ ገለይ ከለትን ኣብ ወሰን መረበይ ዘለኹ ኢላ ልኢኻ ኣላ ብመን በቶም ጓሶት ናይቲ ከባቢ ንሳቶም እዮም ገሪሖም። ሓለውቲ ናይ እንስሳ ንሳቶም ገጢሞም ዘይሞም ቀስ እንዳበለ እ፣ እቲ ሓደ ጓሳ እንተ ሓደ ይሰምዖ እቲ ሓደ እንተ ሓደ ይሰምዖ ከምኡ እንዳለ መርድእ ኣስመራ ይኣቱ በፂሑ ናብቶም ስድራ ናብ ስድራ በፂሑ እዩ
በጺሑ ኣብኡ ሕልምልም ብዙሕ መርድእ ስለ ዘይፍቀድ ዝረኣኡ ኣብ ካሊእ ዓዲ ሞይቱ ኣብ ዘይተፈቐደ ዓዲ ብስግረዶብ ከይድካ ስለ ዘይፍቀድ ኣብኡ መርድእ ከይዱ ሕልምልም እናበለ እናሃለወ ክልተ ሽሕን ሽዱሽተን ዓመተ ምህረት ቴሌቪዥን ትግራይ መጺኦም ንዓይ ኢንተርቪው ገሮምለይ ካብኣቶም እየ ወሲደ እየ ኣነ ካብቲ ካብቶም ጓሰት ክልተ ሽሕን ሽዱሽተን ኣቲ ሙዚቃ መኣዚ ካውፅካኒ እቲ ዘሕይዝ ዝይመልካ ዘለኹ ጥራሕ እየ ብትልካ ኣለኹ ተሽሕን ሽዱሽተን ኢንተርቪው ገይሮምለይ ኢንተርቪው ክገብር ከለኹ ብተለቪዥን ትግራይ እቶም ሰባት ምሉእ ምሉእ ተረዲኦም እቶም ወለዳ እወ ኢሉ እውን ክልተ ሽሕን ዓሰርተን ሰላም ምስ ኮነ እውን መፂኦም መቓብሮም ሪኦም እዮም እቶም ቤተሰብ ኣደየ ኣበይ ኢላ ጓለይ ከይትብሊ ዋላኹ ኣብ ወሰን መረብ ኣለኹ ዓደየ ኣበላ ጓለይ ከይትብሊ ዋላኹ

ለካስ ሕልሚ እዩ ጋህዲ መሲልኒ። እሺ ኣሕዋት እዚ ቪድዮ ከም ዝረኣናዮ እዩ ማለት እዛ ደርፊ ዘይሰማዕኩማ ኣይትህልውን ኢለ ይሓስብ ማለት ብጣዕሚ ዝፍለጥ ደርፊ ዝፍለጥ ታሽሙ እዩ ብምቕፃል ብድሕሪቱ ዝሓዞ ታሪክ ብጣዕሚ ዝገርም ከም ዝሰማዕናዮ ብከመይ እንታይ ተፈጢሩ ካብኡ እቲ ህዝቢ ከመይ ገይሩ ገጢሙ ንብዙሓት ሰባት ክበፅሕ ገይርዎ ገለ መለ ብድሕሪት ዘሎ ታሪክ ብጣዕሚ እዩ ዝገርም እቲ ደርፊ ዋላ ባዕሉ ብጣዕሚ ደስ ዝብል ንቕጽል። እሺ ኣሕዋት እስካብ ብምቕጻል ድማ ናብዚ ምሓራዊ ሚድያ ሓደሽን መዘራረብትን ዘሎ ሓበሬታታት ክወስደኩም እስኪ ብዚ ፍሬዚ ንጀምር። ባባየይ
ባባየይ ብሂወት የለን ሕጂ ሕጂ ብፍቕሪ ገለ ኣዕቢሙኻ ሓደ ነገር ገለ እንዳረኣኻ ገለ መለ ባባ ክፍለ ከሎ ዝስማዓካ ነገር ኣበዲካ ኣሎ ሕጂ እዚ ይዕጉግ ኣቢሉ ናብ ርእስያ ተረዲክኒ ከምዚ ከይትጭንፈለና ከምዚ ዝኾነ ነገር ከይትኸውን ገለ ኣብ ርእስናስ ገለ ነገር ትርድና ሕንቅቕ ኢልካ ዓቢኺ ፍቕሪ ቦኺ ፍቕሪ ዴኺ ገለ መለ ኣብዚ ዋላ ኣብ ሓደ ነገር ዘይትርእይዎ ገለ ዝኾነ ነገር ሲ ኮይኖም ከምዚ ይገብሩ ኣለዉ ገለ ከምዚ ቁኑ ዝሓለፈ ሕንቃቐ እዩ ኔሩ ናትና ኣተዓባብያ ሕጅስ ከምዚ ኣቦኻ ገለ ፍልይ ክብል ከሎስ ናብኣ ኢኻ ትዓጉ ልኾነ ነገር ከይተኾነካ ትርድእለኺ ኣዴኻ ኮይናሲ ዋላ ዋላ ከይሰኣንካ ምዕዶ ኣነ ከይሰኣንኩ ኣብ ትሕቲ ኣምላኽ ዓብየ ሳላ ኣሞታተይ ሓውቦታተይ ኣኮታተይ ገለ ሳላ ስድራይ ግን ሰብኣይካ ምፍላዩ ዘሎ ፔን ክኸፍእ ማለት እዩ ትርድእን ዋላ ንሕና ናሉ ሕጂ ንሱ እዩ ይሕይልና ኣዴና ኣቢልና ድኾ ነገር ክትከውን ኣይደልያን ኢና ብብዙሕ ነገራት ማለት እዩ ሕጂ ኩልና ኢና ከምኡ ኩልና በቃ ኣነ ጥራይ ኣይኮንኩ ኩልና ንገዝእ በቃ እንድዒ ኮይነ ኮይነ ኮይነልክዶ ክብላ ስደሊ ካብ ኣነ ኮይነላ ክብሲ ኮይናልክዶ ገለ ክንብላ ስደሊ ኩልና ናብኣይና እንዴ ቅድሚ ቅድሚያ ኢና ንሓልፍ

ሓያል ስለ ዝኾነ ሓሳብ ልብኽን የስምረልኪ። ኣሜን thank you። ሕጂ እቲ ዊንታ ትብሃሊ ካናዳ ከይትኪ ኣለኺ ከኣ እስኺ ጽቡቅ ምሕዝነት ሪኤልኪ ኣለኩ ካብ ሚለን ሃይሉ ተማሃሪ እዚኦም ናይ ቀደም ዓርከይ እልልልል ኣይትበሊ ከኣ እስኪ ኮልታፍ ኮልታፍ ጽብቅትን ዕይንትን ከኣ እዚኣ። ኮልተፍተፍ ኣይትበል ሕጂ ጽብቅቲ እታ ከናዳ ጽቡቅ ሒዝክያ ኣለኺ ምሕዝነትኪ ምስ ሚለን ሃይሉ ኣትርርያ ብዙሓት ሃፍታማት ኣምጺኣ ሬክላም ክተፋልጠኪ እያ መሓዛ እያ እዚኣስ ከም በሎም ከምቲ ናይ ኣለኪ መልክዕ ኣለኪ እስኪ ጽቡቅ መልክዕ ኣለኪ እቲ እቲ ዊንታ ትበሃሎ ቆልዓ

ደርቆ ቆርጠት ኣሃረሽ ወዲግ ኣላ ራይ ኣብዚ ከዓ ብዙሕ ካርተኛታት መፂኡና ኣሎ ዝበዝሕ እኳ ካብ ሰዋ እዩ ግርም እዩ ዝብለካ ኣብዚ እዚኣ ካርተኛ መፂኣትና ኣላ ካብ ፌቨን ተወልደ ምጅምርታ ሄለው ምጅምርታ ሰላም ኩላትኩም ኣድለውቲ ሄለው ደባይዋ ሰላም ንዓኺ ሓቢብቲ ኣነ ፌቨን ተወልደ ተብሃልኩ ካብ ቤት ትምህርቲ ዋርሳይ ይከኣሎ መስርዐይ ድማ ምስ መስርዐይ ርሑስ ሓድሽ ዓመት በልለይ እሺ ሓቢብቲ ኣሃዶይ ክልተ ክልተ ክልተ ሰለስተ ትብለኒ ኣላ ኣላ።
ሎግ ቪቫ ብጣዕሚ ከመስግኖ ካብ ዓቕሚ ንላዕሊ ካብ ሰበይ ንላዕሊ ከም ዋጋ ዘለኒ ብጣዕሚ ሎጊቫ ብጣዕሚ ዝገርመኒ ናይ ብሓቂ ፍቶት ኣለዎ ኣብ ልዕለና ፍቕሪ ስለ ዘለዎ ብጣዕሚ ኢና ነመስግኖ ብጣዕሚ ንሱ ውን ኣብ ስርሑን ኣብ ኣብ ዝኾነ ዝገብሮ ዕዉት ንክኸውን ንመነየሉ። ብጣዕሚ ኢና ሎሚጋ ነመስግነካ ሽምና ኣልዒልካ ንዓና ከም ዓቢ ማለት ኤስኤስ ሰብ ኩሉ ነናቱ ዋጋ ኣለዎ እንድዩ ተብዝሐሎም መዛዚንካ ኣዛርባ ንዓና ግን ዝያዳ ላዕሊ ስለ ዝሰኣልካና ከምዚ ንዓና ዘመስገንካና ከኣ ንሕና

ሃናጺ ዝኾነ ርእይቶታት ዝህቡ ሰባት ኣዝየ የመስግነኹም ቀጽልዎ ያጀምዓ ምኽንያቱ ሸር ክኾን ኣለዎ ናብ ኩሉ ሰብ ክበጽሕ ኣለዎ ኩሉ ነገር ክንመሃር። እሺ ኣሕዋት እንዳ ደማዓንቲ ቪድዮና ነዚ ዝመስል ነይሩ ክሳብ ሀዚ ርኢኹም ሳትሃሊኹም ብጣዕሚ ዝፈትወኩም ብጣዕሚ ዘመስግነኩም ኣብ ቀጻሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ላይክ ዘይገርኹም ሳትሃሊኹም ሰለዚ ላይክ ኣብ ቀጻሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ